እዋናዊ ዜና ፈፃሚ ስራሕ ህወሓት እቲ ንይምሰል ሰላምን ፍቕርን ዕርቅን እናሰበኸ ኣብ ኮረሻ ስልጣን ዝተኾየጠ ውልቀ መላኽ ጉጅለ ኣብዪ ኣሕመድ ንኢትዮጵያ ከም ሃገር ናይ ምፍራስን ህዝብታት ምግጫውን መዕነዊ ድራምኡ ብዝለዓለ ደረጃ ይቕጽሎ ከም ዘሎ ሎሚ ሸሞንተ ሓምለ ኣብ ዘውጽኦ ጋዜጣዊ መግለጺ ሓቢሩ። ዝኾነ ዓይነት ስጉምቲ ካብ ምውሳድ ሰጋእ ናብ ዘይብለሉ ደረጃ በጺሑ ከም ዘሎ ብምዝኽኻር ድማ እቲ ሓድነቱን ድልውነቱን ኣጽኒዑ ዘሎ ህዝቢ ትግራይ ንወሳኒ ግጥም ኣብ ተጠንቅቕ ክጸንሕ ኣተሓሳሲቡ። መግለጺ ፈጻሚ ስራሕ ህወሓት ቀጺሉ፣ ምስ ሓው ህዝቢ ኤርትራ ነባሪ ሰላምን ኣብ ሓባራዊ ረብሓ ዝተመርኮሰ መትከላዊ ርክብን ንኽህሉ ከካይዶ ዝጸንሐ ቃልሲ ውጽኢት ይረኽበሉ ምህላው እውን ኣዘኻኺሩ። ክቡራት ተኸታተልቲ ሳትላይት ቴሌቪዥን ኣሰና፣ ምሉእ ትሕዝቶ ናይቲ ብፈጻሚ ስራሕ ህወሓት ሎሚ ዝወጸ መግለጺ ክትከታተሉ ንዕድመኩም።
ካብ ኮሚቴ ፈጻሚ ስራሕ ህወሓት ዝተውሃበ መግለጺ። ኣብ ህዝብን ሃገርን ንዝበጽሐን ብቐጻሊ ንዝበጽሕን ጥፍኣት ብሕታዊ ተሓታቲ ኣብ ኣራት ኪሎ ዘሎ ውልቀ መላኺ ኣሃዳዊ ጉጅለ እዩ። ህዝብታት ሃገርና ብናይ ዘመናት ቃልሶም ዘመዝገብዎም ፖለቲካዊ ኢኮኖሚያውን ማሕበራውን ዓወታት ኣብ ኣራት ኪሎ ብዘሎ ኣህዳዊ ሓይሊ ተነጢቖም ኣለዉ እዚ ውልቀ መላኺ ኣህዳዊ ጉጅለ ዝጀመሮ ሃገር ናይ ምፍራስን ህዝብታት ናይ ምግጫውን ፖለቲካዊ ድራማ ኣጠናኺሩ ቀፂሉሉ ኣሎ። መላእ ህዝብታት ሃገርና ንይምሰል ሰላም ፍቕርን ዕርቅን እናሰበኸ ናብ ኮረቻ ስልጣን ዝደየበ ሓይሊ ካብ ሕልሞምን ድሌቶምን ወፃእ እናተጓዓዘ ምዃኑ ንምርዳእ ግዘ ይወሰደሎምን። እዚ ፅግዕተኛ ጉጅለ ካብ ውሽጥን ወፃእን ብዝረኸቦ ድጋፍ እናተሓገዘ ስልጣኑ ንምድልዳልን ሕብረ ብሔራዊ ፌዴራላዊ ስርዓት ብምፍራስ ኣሃዳዊ ስርዓት ንምትካልን ብዝወስዶም ዘሎ ስጉምትታት ገና ካብ መፈለምትኡ ህዝብታት እዚ ሃገር ነንባዕሎም ክላተሙን ዘይተኣደነ ግፍዕታት ክፍፅምን ምስ ጀመረ ህዝቢ ሂብዎ ዝነበረ ድጋፍ ብምልዓል ተቃውምኡ ኣብ ኣደባባያት ምስማዕ ቀፂሉ ኣሎ። እዚ ኣህዳዊ ጉጅለ ነቲ ተቃውሞ ህዝቢ ንምዕፋንን ንምጭፍላቕን ዝወሰዶ ግፍዓውን ጭካነን ዝተመልኦ ምላሽ ህዝቢ ዝያዳ ናብ ዝበለጸ ማዕበለ ተቃውሞ ኣብ ልዕሊ ምስግጋሩ ኣብዚ ቀረባ እዋን ኣብ ልዕሊ ኣርቲስት ሃጫሉ ሁንዴሳ ዝተፈጸመ ኣረሜናዊ ቅትለት ቁጥዕኡ ዝያዳ ብምሕያል ነዚ ዝጽግዕተኛ ዝበስበሰ ጉጅለ ተኣልየልና እናበለ ይርከብ ህዝቢ ትግራይ ብመሪሕ ውድቡ ህወሓት እናተመርሐ እዚ ኣብ ኣራት ኪሎ ዘሎ ኣሃዳዊ ጉጅለ ካብ ብጒሓቱ ዝወሰዶም ሕጋዊ ዘይኮኑን ጸረ ሕገ መንግስታውን ስጉምትታትን ብምቋም ኣደባባያት ብምውጻእ ድምፁ ኣስሚዑ እዩ ሕገ መንግስታዊ ፌዴራላዊ ስርዓት ንክኽበር ብፅንዓት ብምቅላሱ ቀደም እውን ፕሮፓጋንዳ ፅላኣት ክካየደሉን ምስ ወገኑ ህዝብታት ከዳሚዎን ዝተፈላለዩ ሽርሕታት እናፈሓሱ ህዝቢ ትግራይ ንምንብርካኽ እዚ ፅግዕተኛ ጉጅለ ምስ ናይ ደገ ሓይልታት እውን እንከይተረፈ ብምትሕብባር ዝተፈላለዩ ሽርሕታት እኳ እንተኣለሙ ንሕድሕድ ውዲት ብትዕግስትን ኣብ ትኽክለኛ መስመር ሸኺሉ ብፅንዓት ብምብጥጣስን ድሕንነቱን ህላውኡን ውሑስ ክኸውን ገይሩ እዩ ኣብዚ እዋን እዚ እዚ ኣሃዳዊ ጉጅለ መረፃ 2012 ዓ ም ካብ ሕጊ ወፃእ ንዘይተወሰነ እዋናት ብምንዋሕ ኣብ ስልጣን ንምፅናሕ ኣብ ህዝቢ ማእለያ ዘይብሎም ግፍዕታትን በደላትን እናፈፀመ ይርከብ። በዚ ምክንያት ህዝቢ ትግራይ ኮነ መላእ ህዝብታት ሃገርና ቃልሶም ናብ ሓድሽ ምዕራፍ ተሰጋጊሩ ኣሎ። ከይመሰያ ዝነቆ ዝብእስ ኣይሕድረናን ከም ዝበሃል ቅድሚ ሕዚ ኣብ ምዕራብ ኦሮምያ ድሕሪ ቅትለት ኣርቲስት ሃጫሉ ሁንዴሳን ዝተልዓለ ተቃውሞ ንምዕፋን ድማ ኢንተርኔትን ስልክን ዝዓፅወ ከምኡውን ኦኤምኤን ብዝብል ስም ዝፍለጥ ውልቀ ቴሌቭዥን ጣብያ ዝዓፀወ ጉጅለ ብኢደ ወነኑ ድምፂ ህዝቢ ኮይነን ከገልግላ ንዝፀንሓ ልሳናት ህዝቢ ትግራይ ዝኾና ድምፂ ወያነ ትግራይን ቴሌቭዥን ትግራይን ከምኡውን ቻነል 29 ብምዕፃው ንህዝብን መንግስትን ትግራይ ዘለዎ ንዕቀትን ፅላኣትን ደጊሙ ኣረጋጊፁ ኣሎ። ኮራኹሩ ውልቀ መለኽቲ ካብ ታሪኽ ንምምሃር ድሌት የብሎምን እምበር ኣሽምባይ ሎሚ ኣብ ዘመነ ፋሽ ደርግ እውን ከምኒ ድምፂ ወያነ ትግራይ ዝኣመሰላ ልሳን ህዝቢ ዝኾና ሚድያታት ንምዕፋን ዝተገብሩ ፃዕርታት ኣይተዓወቱን። የግዳስ እዘን ናይ ህዝቢ ልሳናት ኣብ መቓብር ኣሃዳውያን ኮይነን ናይ ህዝብታት ዓወት ከም ዘብሰራ ናይ ቀረባ እዋን ታሪኽ እዩ መራሒ እዚ ኣሃዳዊ ጉጅለ እዛ ሃገር ካብ ቅልውላው ናብ ዝለዓለ ቅልውላው እናሰጋገረ ብስም ድርድር ግድብ ህዳሰ ዝፈፀሙ ሃገራዊ ክሕደት ንምሕባእን ብዘይ ገደብ ኣብ ስልጣን ንምፅናሕን ዝገብሮ ዘሎ ፃዕሪ መላእ ብሄር ብሄረሰባትን ህዝብታትን ኢትዮጵያ ብፍላይ ከዓ ካብ ህዝቢ ኦሮሞ ዘጓነፎ ተቃውሞ ንምጭፍላቕ ናይቲ ቃልሲ ቅድመ ግንባር ዝኾኑ ኣካላት ምጥፋእን ኣብ ዝተፈላለዩ ኣብያተ ማእሰርቲ ምድጓንን ዕለታዊ ተግባሩ ኮይኑ ኣሎ። ብምጭብርባርን ብደገፍ ኣሸቀልቱን ሽልማት ኖቤል ሰላም ካብ ዝተዓወተሉ ግዘ ጀሚሩ ኣጠናኺሩ ዝቐፀለሉ ውልቀ መላኽነቱ ደረት ሓሊፉ ኣብ ኣደባባያት እዚ ሃገርን ኣብ ዓበይቲ ከተማታት ዝተፈላለያ ሃገራት ወፃእን ብሰልፍታት ተቃውሞ ዓብለቕለቕ ዝበላሉ ኩነታት እናተፈጥረ ይርከብ። ብምኽንያት ጸረ ህዝቢ ተግባራት እዚ ውልቀ መላኽ ጉጅለ ሰላማውን ሕጋውን ናይ ቃልሲ መድረኻትን በርታትን ተዓጽዮም ኣለዉ በዚ ምኽንያት ህዝብታትን ፖለቲካዊ ስነ ምህዳር ሰፊሑ እዩ ኢሎም ናብ ዓዲ ውሽጢ ዝመፁ ሓይልታት ፖለቲካን መሰሎም ንምኽባር ካልኦት ኣማራፅታት ክእልሹ ይድፍኡ ኣለዉ እዚ ፅግዕተኛ ሓይሊ ኮሮና ናይ ምክልኻል ጉዳይ ካብ መፈለምቲ እውን እንትኾነ ኣጀንድኡ ከም ዘይነበረ ግልፂ እዩ ኮሮና ንምክልኻል ብዝብል ምስምስ መረፃ ኣሰጋጊረ የለኹ ዝበለ እዚ ጉጅለ ህዝቢ ተቖጢዑ ናብ ኣደባባያት ብምውፃእ ዝያዳ ንቫይረስ ኮሮና ክቃላዕ ኣብ ልዕሊ ምግባሩ ለበዳ ቫይረስ ኮሮና ንምክልኻል ዝሕግዙ መረዳእታታት ንህዝቢ ክህቡ ዝፀንሑ ሚድያታት ብዘይ ሕንከት ክዕፀዩ ገይሩ እዩ በብግዜኡ ብዝፈጥሮም ዕግርግራት ምክንያት ህይወት ንፁሃን ዜጋታት ክረግፍ ናይ ኣካል ጉድኣት ክበፅሖምን ንብረቶም ክዓኑን ገይሩ ኣሎ ብዝተዋደደ ሃገርን ስርዓትን ናይ ምፍራስ ሽርሒ ምኽንያት ንዝበጽሕ ጥፍኣት ብሕታዊ ተሓታቲ እዚ ናይ ስልጣን ድሌቱ ንምርዋይ ክበሃል ብህዝቢ ጠላዕ ዝፃወት ዘሎ ውልቀ መላኺ ኣሃዳዊ ጉጅለ እዩ ዝተኸበርካ ህዝቢ ትግራይ ብደምን ንዕፅምትኻን ዘኽበርካዮ መሰልካ ንዘይምድፋርን ህልውናኻ ኣብ ሓደጋ ንምጥሓል ንዘንቧሃቕ ሓይልታት ንምምካትን ብኩለ መዳዩ መልክዕ ተወዲብካ ኣብ ምቅላስ ትርከብ ሓይልታት ትምክሕቲ ገፊዖምን ደፊኦምን ከውድቑኻን ትፍትኑ ሓይልኻ እናኣኻኸብካን እናተወደብካን ንውልቀ መለኽቲ ከም ዘይትንብርከኽ እኳ ደኣስ ውሽጣውን ግዳማውን ጸላእትኻ ከከም ኣመጻጽኦም እናበዳህካ ሕድሪ ሰማእታትካ ብምጽናዕ ምስ መሓዙት ህዝብታት ቅልጽምካ ኣዋዲድካ ብትሪ ንቕድሚት ከም እትምርሽ ኣመስኪርካ ኢኻ ብመሰረት ሕገ መንግስታዊ ድንጋገ ክልላዊ መረጻኻ ኣሳታፊ ግልጺ ፍትሓውን ዴሞክራሲያውን ኮይኑ ኣብ እዋኑ ክፍጸም መሰል ርእሰ ውሳነኻ ኣብ ኢድካ ምዃና ንምርግጋጽ ብደረጃ ክልል ብኣኻ ተቐባልነት ዝረኸበ መንግስቲ ንምምስራት ዘለካ ቆራጽ መርገጺ ኣመስኪርካ ኣለኻ። ድኽነት ንምቕባርን ሰናይ ምሕዳር ንምዕሳልን ጻዕርታትካ ቀጻላይ ኮይኑ ኣሎ። ተጠቃምነት መናእሰይን ደቂ ኣንስትዮን ንምርጋጽ ከምኡ'ውን ስራሕ ኣልቦነት ንምንካይ እናተረባረብካ ምስኡ ጎና ጎኒ እውን ሰላምካን ድሕነትካን ካብ ግዳማውን ውሽጣውን ባንዳታት ውሑስ ንምግባር ቆቓሕ ኮንካ ኣብ ምስራሕ ትርከብ ብመሪሕ ውድብካ መንግስትኻን ብሰብ ሙያን ዝቕመጡ ኣንፈታት ኣኽቢርካ ካብ ተላባዳይ ባርዕ ኮረና ንምክልኻል ሰፊሕ ተጋድሎ እናፈጸምካ ኢኻ ምስ ሓውካ ህዝቢ ኤርትራ ዘላቒ ሰላም ንምዕሳል ርክብና ዘላቕን ረብሓ ክልቲኡ ህዝብታት ዘረጋግጽ መትከላውን ንክኸውን ኣብ መስመርካ ደው ኢልካ ተቓሊስካ ውፅኢት ኣመዝጊብካ ኢኻ ሕዚ እውን ብቓልስኻ ዘመዝገብካዮም ደመቕቲ ዓወታት ከይጉበጡ ጥራይ እንተይኮነስ እቲ ኣሃዳዊ ወልቀ መላኽ ጉጅለ ዝፍሕሶም ውዲታት ንምፍሻል ሕብረ ብሔራዊ ፌዴራላዊ ስርዓት ካብ ጥፍኣት ንምድሓንን ድልውነትካ ብዝበለፀ ኣመስኪርካ ኣለኻ እዚ ፅግዕተኛ ውልቀ መላኽ ጉጅለ ዝኾነ ዓይነት ስጉምቲ ጥፍኣት ካብ ምውሳድ ጋእ ናብ ዘይብለሉ ብርኪ ስለ ዝበፅሐ ንወሳናይ ግጥም ብዝለዓለ ጥንቃቐ ክትዳሎ ውድብካ ህወሓት ፃውዒት የቕርብ ኣብ ልዕሌኻ ብዝተፈላለየ ኣንፈት ጥቕዓት እናፈጸሙ ክትቁጣዕን ዝተፈላለየ ኣማራፂ ክተናድን ዝደፍኡኻ ሓይልታት እኳ እንተሃለው ምስ መትከላዊ ኣሓትካ ቅልፅምካ ብምውዳድ ዝጀመርካዮ ህንፀት ሕብረ ብሔራዊ ስርዓት ኣጠናኺርካ ካብ ዝተደገሰልካ ጥፍኣት ንምድሓን ብፅንዓት ተቃለስ። ዝኸበርኩም ብሔር ብሔረሰባትን ህዝብታትን ሃገርና ንዘመናት ብዘካየድናዮ ቃልስን ሓበራዊ መስተጋብርን ዝሃነፅናያ ሕብረ ብሔራዊት ሃገር ሕዚ ኣብ ጫፍ ምብትታን ትርከብ። ብሽም ለውጢ ናብ ስልጣን ዝሓኾረ ኣህዳዊ ጉጅለ መዓልቲ ስልጣኑ ንምንዋሕ ነንርእስና ንኽንባላዕ ውዲት ፍሒሱ እናተንቀሳቐሰ ይርከብ ትምህርቲ ሰላምን ምዕባለን ክትከውን ጀሚራ ዝነበረት ሃገርና ሕዚ ሰላማ ተመንዚዓ ኣብ መንገዲ ውድቀት ብዝለዓለ ናህሪ እናንከራረወት ትርከብ ብምዃን ድማ እዚ ውልቀ መላኺ ኣሃዳዊ ጉጅለ ብዝፈጸሞም ግፍዕታትን መደናገርቲ ምንቅስቓሳትን ከይተዳህለልኩም ቃልስኹም ኣጠናኺርኩም ቀጽሉ። ህዝቢ ትግራይን መሪሕ ውድብ ህወሓትን ኣብ እትገብርዎ ዘለኹም ዙርያ መለሽ ቃልሲ ኣብ ጎንኹም ከም ዝኸውንን ንእትኸፍልዎ ክቡር መስዋእትነት ዘለዎ ዓብዪ ክብርን ክገልጸልኩም ይፈቱ። ሎሙን ከም ወትሮ ንዴሞክራስን ንፍትሕን ብሄራዊ ክብርኹምን ብዝተፈላለየ መልክዓት ንእትገብሮ ዘለኹም ፀረ ኣሃዳውያን ተጋድሎ ኣብ ጎንኹም ከም ዘለና ደጊምና ከነረጋግፀልኩም ንፈቱ። ነዚ ሕማቕ ወቕቲ ከምቲ ልሙድ ብሓበራዊ ቅልፅምና ብዓወት መሰስ ከም እንብላ ጥርጥር የብሎን። ዝኸበርኩም ኣብ ወፃኢ እትነብሩ ኢትዮጵያውያንን ትውልደ ኢትዮጵያውያንን ኣሃዳውያንን ውልቀ መለኽትን ሓይልታት ብዝፈጠርዎ ፀረ ሕገ መንግስቲ ምንቅስቓስ ሃገርና ኣብ ከቢድ ቅልውላው ትርከብ ትማሊ ናታትኩም ደገፍ ንምሽማት ብውቅባት ቃላት ከሳግረኩም እየ እናበለ ክጥብረኩምን ከታልለኩምን ዝተሰምዐ ፅግዕተኛ ጉጅለ ሎሚ መልሓሱ ዓፂፉ ነታ መረበትኩም ኣብ ቀልቀል ምብትታን ኣብፂሕዋ ይርከብ ብምዃን ድማ መላእ ህዝብታት ሃገርና ኣንጻር እዚ ግፍዐኛ ጉጅለ ቃልሶም ኣብ ምጥንኻር ይርከቡ ንቕትለት ኣርቲስት ሃጫሉ ሁንዴሳ ስዒቡ ኣብ ዝተፈላለያ ዓበይቲ ከተማታት ሃገራት ወፃእ ሰላማዊ ሰልፊ ተቃውሞ ኣብ ምስላጥ ይርከቡ ኣብዛ ታሪኻዊ ወቕቲ ሃገርና ካብ ጥፍኣት ንምድሓን ፀረ ኣህዳውያን ሓበራዊ ድምፂ ምስማዕ ኣዝዩ ኣገዳሲ እዩ ህወሓትን መላእ ህዝቢ ትግራይን ኣብ ጎኒ እቲ ዘይሕለል ቃልስኹም ከም ዝስለፍ ክነረጋግፀልኩም ንፈቱ ዝኸበርካ ማሕበረሰብ ዓለም እዛ ሃገር ካብ ግዘ ናብ ግዘ ናብ ዝኸፍአ ቅልውላውን መንቀራቕሮን እናኣትወት ትርከብ። እዛ ሃገር ናብ ዓዲ ዴሞክራሲ ከሰጋግራ እየ ኢሉ ዝሸፈጠን ንማሕበረሰብ ዓለም ኣደናጊሩ ሽልማት ኖቤል ዝነጠቐን ውልቀ መላኺ ሕዚ ዝሓዞ ስልጣን ንምድልዳል ዝተፈለየ ሓሳብ ንዘለዎም ኣካላት ኩሎም ምቕታል፣ ምእሳርን ምፍርራሕን ካብ ዝጅምር ጸኒሑሎም። ብዝፍጽሞም ዘሎ መስካሕክሒ ግፍዕታት ብዓለም ለኸ ተሟጋት ሰብኣዊ መሰላት ከቢድ ተቓውሞ ይገጥሞ እኳ እንተሃለወ ብምኽንያት ለበዳ ቫይረስ ኮሮና መረፃ ንዘይተወሰነ እዋን ብምንዋሕ ንህንፀት ስርዓት ዴሞክራሲ ዘለዎ ቅሩብ ዘይምዃን ኣመስኪሩ ኣሎ ኣብ ዝሓለፉ ቅንያት ዝተፈጥረ ቅልውላዋት ምኽንያት ብምግባር እውን መስመራት ስልክን ኢንተርኔትን ብምዕፃው ድምፂ ህዝቢ ንዘጋውሓን ብፍላይ ሕዚ እቲ ህዝቢ ካብ ለበዳ ሕማም ኮሮና ንክከላኸል በብሰዓቱ መረዳእታ ንዝህብኦ ሚድያታት ብምዕፋን ናብ ፍፁም ውልቀ መላኽነት ሰጊሩ ኣሎ። እዚ ጉጅለ በቲ ሒዝዎ ዘሎ መንገዲ እንተቐፂሉ እዛ ሃገር ናብ ከቢድ ሕምስምስ ከምትኣቱ ጥርጥር የብሎን። ብምዃኑ ድማ ብምዃኑ ድማ እቲ ኩነታት ናብ ዝኸፍአ ዓዘቕቲ ቅድሚ ምጥሓሉ ኩሎም ወገናት ዝሳተፍሉ ፖለቲካዊ መፍትሒ ንክመፅእ በብዘለናዮ ፅዕንቶ ንክንፈጥር ሎም እውን ደጊምና ፃውዒትና ነቕርብ። ዘለኣለማዊ ዝኽሪ ንጀጋኑ ሰማእታትና! ኮሚቴ ፈጻሚ ስራሕ ህወሓት ሓደ ሓምለ 212 ዓ ም